ፍቅሪ ተወሲድና ተፋቀሩ ኢልና ተተፋቂርና ንጉዳእ ዲና ንከባበር ንደጋገፍ ከምኡ ደሞ ጎደለት ሃልዩና እውን ንመኻኸር ሓምየት ነውሪ እዩ ነቀፋ ፀርፊ ነውርታት እዮም ነገር ግን እንድሕል ፍቅሪ ሃልየ ኮይኑ ሓውካ እታ ጎደለካ ይመኸረካ ልበገይኑ ኣግሊልካ ኣግሊሉ ይነግረካ ትእረም ማለት እዩ እንድሕር ፍቕሪ ሃልዩ ምትእርራም ኣሎ፣ ምክብባር ኣሎ፣ ምድግጋፍ ኣሎ። ባእሲ ተሃልዩ እቲ ኩሉ ነድዩ ልዕሊ ባእሲ ሃልዩ ምድግጋፍ የለ፣ ምክብባር የለ፣ ካሊእ ካሊእ ነገር ያም ዝበፅሕናሉ ፀገም እኮ ስለልተፋቐርና ዘይኮነስ ስለልተባእስና እዩ። ብፍላይ ልፍቕሪ ልባእስዋ ከም ቁንቁይነ ልበልዕዋ ነገር ደሞ ኽልተ ነገር ኣለው። ቀደማይ ዓመጸኛ እንተኾይንኻ ናብ ፍቅሪ ካንሰር ኢኻ። መንም ሰብ ኣታ ክብል ተሎ ሰብ ወኪለ ኩሉ ሰብ ማለት እዩ። መንም ሰብ እንድሕር ዓመጸኛ ኮይኑ ፍቅሪ የለይ። ተንኮለኛ እንተኾይኑ ፍቅሪ የለይ። ፍቅሪ ግልጽነት እዩ። ፍቅሪ ሓቂ እዩ ፍቅሪ ናብ ማትካ መላክ ዘይኮን ናትካ ምሃብ እዩ ቤተክርስትያንና ተምህረና ናብ ማትኩም ሕድጉ ዘይኮነስ ናብ ባዕልኩም ሃቡ እቲ ልዋሃቡ ስቁልካ ይኮነይ ክትጸድቅ እዩ ኣንተ ኣንተ ባልኩ ኖር ዓቅሚ ለይብሉ ብጥሜት ከይሞት ብፅምኣት ከይሞት እታ ለለካ ፈጣሪ ልሃበካ ሃፍትስ ኣብ ተግባር ምውዓል እዩ። ሃፍቲ ለለዎ ሰብ ሰብ ብጢመት ተሞይቱ በዓል ሃፍቲ ትጠያቂ እዩ። ህይወቱ ለዳይ ስኢለ ምፅዋት ዘሰ ኣበዮ ቀተሎ ናይ ድኻ መማረፅ ዘይብሉ ሰብ ምፅዋት ምርካብ እዩ። ተዘይተመፅዩት ክመውት ማለት ስለዚ እቲ ለለጎ ተጠያቂ እዩ ሃብቲ ተሃልዩ ለይዓቐን ድግስ ላደገስካ ክተጥፎ ዘይኮነስ ተጠያቂ እየ ሰኣን ምግቢ ሰኣን ክዳን ልሞ ልጠፈ ሰብ ተሃልዩ ተጠያቂ እየ ኢልካ ትእልሽ ሽሞትኮ እዩ ንምሳሌ በዓል ስልጣን ፍትሒ ተሰኢኑ ልመን ይልማረር ዳኛ የለ ይበሃል ዳኛ የለ ፍትሒ የለ ይበሃል ምክንያቱ እንድሕር ፍትሒ ለይኹንቶ ዳኛ ብኣ ኣንጻር እሞ ርእይዋ ነፃ ሽመት እዩ ተሃብቲ ድማ ነፃ ሽመት እዩ ብካሊእ ትምህርቲ ዝተምሃረ ሰብ ድማ ሰዓን ትምህርቲ ልጉዳ ስለ ተሃልዩ እቲ መምህር ተጠያቂ እዩ በዓል ሃፍቲ ደግሞ እንድሕር ህይወት ለየድሕነ ተጠያቂ እዩ ስለዚ ሃብትኻ ናትካ እግዚኣብሔር ስለዝሃበካ ሃም ደለኻ ክተበላሽዎ ዘይኮነስ ሰብ ክተድሕነሉ እዩ እዚ እውን ብዝበለፀ ስለዝትፈልጥዎ ብዙሕ ኣይውስኸሉይ ስለዚ እግዚኣብሔር ኣምላክና ክንድሕን በ ክንጠፍእ ኣይደሊ ኩሉ ዝሃበና ደሞ ንጥቀመሉ እዩ ንጉድኦሉ መንገዲ ይሃበና እዩ ስለዚ ፍቃድ ኣምላክ ይበሃል እቲ ከቢርና ሰሪሕና እንኸብረሉ ስራሕ እዩ ፍቃዱ ፍቃድ ኣምላክ ዝበሃል ማለት እዩ ስለዚ ህግ እግዚኣብሔር ቀሊል እዩ እሞ ህግ ሓሊካ ምንባር ናይ ህይወት መንገዲ እዩ ናይ ፅርቂ መንገዲ እዩ ጎይታና ከምህር እንተሎ ኣብ ትምህርቲ ምጥያቅ ኣሎ እዩ ለይትረድእካ ጎይታና ካባኹም ክኸድ እየ ኢሉ ካባኹም ክኸድ እየ ትኸዱ ዓዲ እየ ትፈልጥዎ እዩ መንገዱ ግን ትፈልጥዎ ኢኹም ኣብ ወንጀል ዮሃንስ ምዕራፍ 14 ቁፅሪ ክልተ ደሎ እቲ ቃል ክደግሞ እሞ ካባኹም ክኸድ እየ። እቲ ዓዲ ኣይትፈልጥዎይ መንገዱ ግን ትፈልጥዎ ኢኹም። ካብዚ ንባዕሉ ጥያቄ ለልዕል ቃል እዩ። እቲ ዓዲ ተፈሊጥካዮ ተተፈሊጡ ናይ ገለ ዓዲ መንገዲ ባብ ኢልካ ትጥይቕ እሞ ትረክብ እቲ ዓዱ እንድሕይ ትፈልጦ ግን እቲ መንገዱ ክትፈልጦ እውን ልመን ትጥይቕ ማለት እዩ ቅዱስ ቶማስ ጥያቄ የቕርቡ መምህር ኢልዎ እቲ ዓዲ ምፈለጥናዩ ነይርና ጠይቕና መንገዱ ንፈልጦ ነይርና ካብቲ ዓዲ ዘይንፈልጦ ከመ ገይርና መንገዲ ንፈልጦ ኢልዎም ናይ ሕይወቲ ናይ ጽርቂ መንገዲ ኣነ እየ ኢልዎ ኣነ ውእቱ ፍኖተ ጽርቂ ሕይወት ናይ ሕይወቲ ናይ ጽርቂ መንገድስ ኣነ እየ እቲ ለምሃርኩም ትምህርቲ ኢሉ ሎም ኣሎ እቲ ኣነ ለኣዘዝኩም ትእዛዝ እዩ ናይ ጽርቂ ናይ ሕይወቲ መንገዲ ኢሉ ብትሩ ብመጃ ብምስጢር ነገሮም ድሓር ግን ኣጉልሂ ነጊርዎም ማለት እዩ ገሊጹ ነጊርዎም ስለዚ ናይ እግዚኣብሔር መንገዲ ህይወት ጽድቅ ስለዝኮነ ናይ እግዚኣብሔር መንገዲ ተኸይድካ ትድሕን ትጸድቅ ማለት እዩ እቲ ካልኣይ

ተዘይተኔሲሂካ ግን ዝሰርሓዮ ኩሉ መኸዜን ኮይኑ ክጸንሐካ እዩ እዩ ልብል ስለዚ እግዚኣብሔር ልእገሰና ኣሎ ናብ ንስሓ ተመሊስና ምንታይ ኢል ክንድሕን እዩ ምክንያቱ ፍቓዱ ድሕነት እዩ ኩሉ ልሃበና ደሞ ናይ ድሕነት በሪ ናይ ድሕነት መንገዲ ስለለስተምህረና ክንድሕን እዩ ልክ ድድሕን እውን ብተደጋገም ዝገልጸ ኣለኹ ኣእምሮ ሂብና እዩ ቀዳማይ ብተደጋገም ላገለጽዎ ጸኒሐ ሃይማኖት መሰረት ንኩሉ ነገር ክንኣምን ኣብ ኣእምሮ ዝሃበና ኣብ ልብና ናባዕልና እዩ ክንምስክር ዝሃበና እዩ ብካልእ ፀጋ ዝሃበና ኣካላትና ፅድቂ ክንሰርሕ ደሞ ፀጋታት እዮም ስለዚ ናባዕልና እዩ ተወሳኺ እዞም ኩሎም መፅሕፍቲ ዝጥቀሱ ኣለዉ ኣንተ መምህር ጠቂስዎም ነይሮም ኩሎም መፃሕፍት ናይ ህይወት መንገዲ እዮም ናይ ህይወት በሪ እዮም ጐይታና ብምስክርነት የቕርብዎም፣ ህሱ ውስተ መጻሕፍት ወእማንቱ ሰማዒት፣ መጽሓፍ ተመልከቱ፣ መጽሓፍ ኣንብቡ፣ እተን መጽሓፍት መሳክረይ እየን፣ መጽሓፍ ይምስክራለይ፣ ስለዚ መጽሓፍት ኩሎም ክንጸድቕ ናይ ድሕነት በሪ መንገድታት እዮም፣ ብተወሳኺ መምህራን ናይ መጻሕፍት ሰብ ሞያ ቤተ ክርስቲያንና ክልተ መጻሕፍት እዮም ለለዋ፣ እቲ ሓደ። ናይ ትርጓሜ መጻሕፍት መምህራን ኣለዉ ብኣጠቓላሊ ብወገኖም ካልኣይ ደሞ ናይ ዜዋ ናጸዋቶ ዜማ መጻሕፍት ኣለዉና ኩሎም እቲ ብዜማ ለገልግልዎ ኩሉ ናይ ህይወት መንገዲ ጽድቂ ናይ ጽድቂ መንገዲ እዩ እዚም ኩሎም መምህራና እዮም ኣብ ናይ ኣብርሃም ታሪክ ነንብብ ተለና ሓደ መጽሐፍ ለይሰምዕ ልነበረ መጽሐፍት ላዘንግዐ ልነበረ ካብ ዓለም ምስ ጸውዐ እግዚኣብሔር ኣምላክ ብጥበብ ምስ ኣብርሃም ኣራኸይዎ ኣራእይዎ ኣነሲ ኣብዚ ቦታ እዚ የለለኹ ብሓዊ ነዲደ እሞ ኣልኣዛር ዝተባሃለ ልኣኸለይ ብሓዊ ተቃጺለ እየ ኢሉ ኣብርሃም ለሚንዎ ኣልኣዛር ግን ድዊ ኮይኑ ለይዘከሮ ብጢመት ልሞተ እዩ ብፅማኣት ልሞተ እዩ ኣልኣዛር ኣራት ዓሰርተ ሽዱሽተ ልቋስ ለሎ ማለት እዩ ኣብርሃም ዝተናገሮ ቃል ኣልኣዛር ኣብ ጸገም ነይሩ ኣብዚ ዓለም እናሃለወ ኣብ ጸገም ኣብ ሽግር ነይሩ ኸዚ ግን ግደ ይሕጎስ ኣሎ ንስኻ ግን ኣብርሃም ልኣልኣዛር እንታይ ኢልዎ ኣልኣዛር ኣብ ጸገም ልነበረ ሰብ እዩ ኣብ ሽግር ነይሩ ኸዚ ግን ኣብ ጽቡቕ ኣሎ ይሕጎስ ኣሎ ኢልዎ እዚ ክብል ተለኹ ኩሉ ኣብ ሽግር ዘሎ ሰብ ክጸድቅ እዩ ማለት ኣይኮነይ ድክነትካ ብኣኮቴት ልተቀበለ ሰብ እዩ ብጹእ ልበሃል ድክነቱ ብኣኮቴት ተቀቢሉ እግዚኣብሔር ለመስገነ ሰብ ብጹእ እዩ ተሃፍቱ ውን ሃሙ ማለት እዩ ተዘይኮይኑ እንድሕር ሕማቅ ስራሑ ሕማቅ ኮይኑ ብድክነቱ ነጻ ልወጽእ ሰብ የለይ ኣልኣዛር ግን ድክነቱ ብኣኮቴት ልተቀበለ ስለ ልነበረ እዩ ብተወሳኺ ታይ ልወል እነዌ እስኻ ሃፍታም ኢኻ ነይርኻ ብሃፍትኻ ኣይተጠቀምካሉ ኣብ ጽቡቅ ነይርኻ ግዝላዛ መከራ መጺእካ ኢልዎ ምምጻኣ ይከኣል እዩ ላባና ክትመጹ ላባኹም ንመጻኢ ንከኣል ኢልዎ ኣብ መወዳእታ ኣልኣዛር እቲ ነውየ ማለት እዩ እምበኣር ኣነስ ሓደ ግዜ ላብዚ ቦታ እዚ ኣትየ እየ ሓሙሽተ ኣሕዋተይ ኣለዉ እሞ ላብዚ ዘለዎ መከራ ከይመፁ ኣልኣዛር ለኣኸለይ ኢልዎ ንኣልኣዛር ስለ ኣኸለይ ክነግሮም ሙሴ መጻሕፍት ኣለዎም መጻሕፍት ኣለዎም መጻሕፍት ሰሚዖም የተግብሩ እንድሕሊ መጽሕፍት ዘይሰምዑ ግን ላፍታ ለለኻዮ ቦታ ይመፁ ኢልዎ ካብ ሙታን ተልዒሉ ተኸደ ድማ ኣይሰምዖም እዩ መጻሕፍት ለይሰምዑ ሊቃውንት ለይሰምዑ ኣብ ገዝኦም ወዲቑ ዝነበረ ድኻ ኣይሰምዕዎ እዩ ስለዚ መጻሕፍቲ እዮም መሰረት ኢሉ መጻሕፍት መልሲ ይህቦ ማለት እዩ ስለዚ መጻሕፍት እቶም ሊቃውንት ኩሎም ላብዛ ናይ ድሕነት መንገዲ ካብዛ ናይ ድሕነት መንገዲ ከይንወፅእ ብዛ ምሕድና ድሕነት መንገዲ ክንመላለስ ኩሎም መምህራን እዮም መበል ረብዓይ ስነ ፍጥረት መምህር እዩ ጸልማት ሓዲሩ ፀሓይ መፅያ ኣላ ጸሓይ ዓስ ዕስራ ኣርባዕተ ሰዓት ተብር ናይ ፈጣሪ መብራህቲ እያ ስለዚ እዛ ፀሓይ ናይ ፈጣሪ ለሃባ መብራህቲ ስለ ዝኾነት ካብዚኣ እውን ንመሃር ካልኦት እውን ንመሃር ማለት ጠቕላላ ናይ ስነ ፍጥረት ምምሕዳር ናይ ኣምላክ ስለ ዝኾነ ካብ ስነ ፍጥረት ተዓዘብናዮ ካብ መምህራን ዝረኸብናዮ ካብ መፅሕፍ ዘንበብናዮ ብኣእምሮና ኩሉና ኩሎም ኣኻኺብና መግቦት እግዚኣብሔር መስኪርና ናይ ጽድቂ መንገዲ ንክንሰርሕ እዚኦም ኩሎም መምህራንና እዮም ስለዚ መንገዲ ናይ ህይወት መንገዲ ክሕበረልና ተሎ ናይ ጥፋት መንገዲ ክንኸይድ ኣይግባእ ክንድሕን ይግበና ንዘለዓለም ህይወት ክንረክብ ናብ ዘላለም ክብሪ ክንረክብ ብልሰራሕናዮ ስራሕ ሰለዝኮነ እግዚኣብሔር ሰለዘየዳልው ዳኛ ሰለዝኮነ ሕማቃት ተኮይና ብልመረፅናዮ ክፈርደልና እዩ ነገር ግን ፍቃዱ ግን ንሱ ዘይኮነ ሰለዚ ብፍቃድ ኣምላክ ክንመላለስ ኣብ ሰበስና ክንተሓጋገዝ ክንረዳዳእ ኣብ መወዳእታ ማለት እዩ እግዚያ እዛ ምድሪ እዚኣ ናይ እግዚኣብሔር ገንዘብ እያ ለእግዚኣብሔር ምድሪ በምልኣ ተባኣሱላ ተዋድኡላ ግን የበለናይ ተጠቀሙላ ኢልና ኣብ ዓለም ሃሞደኖ ብናይ እግዚኣብሔር ገንዘብ ደቂ ሰባት ታይ ንሰርሕ ኣለና ልትዕዘዎ ነገር ኣለን ኩልና እውን ንዕዘዎ መበሬት መባእስ ዘይኮነስ ልሰብ መንበሪት እያ መጥቀሚት እያ ነይረ ኸዚ ግን ብግልባጡ ካልእ ይኾን ኣሎ ከምኡ ከይኾነ ኣእምሮና እውን መጥቀሚና ክኸውን መጉደኢና ዘይኮነስ ጠቃሚና ጠቃሚና ክኸውን ኩሉ ፈጣሪ ልሃበና ትምህርትና ሞያና ስልጣንና ሃብትና፣ መኣርግና፣ ኣካላትና ኩሉ ናይ ጽድቂ መሳርሒ ገይርና ልክንጸድቅ ስለ ልሃበና ናይ ጽድቂ መሳርሒ ገይርና ሓግዘና ላበልና ተሓጊዝና ናይ ጽድቂ ስራሕ ክንሰርሕ ይልግባእ መሰረቱ ናይ ጽድቂ ስራሕ ይሕግዝ እዩ እግዚኣብሔር ልወለድና ልሃዋርያት ካብ ሱር ልትበቆሰ ዕንጨይቲ ክለምልም ክዕንብብ ስለ ዘይክእል ኣነ ጉንዲ እየ ንስኻትኩም ጨንፈር ኢኹም ኢልዎም። ጨንፈር እንድሕር ጉንዲ ተቖሪጹ የለይ፣ ስለዚ ሓግዘና በሉኒ ክሕግዘኩም እየ ኢልዎም ንሃዋርያት። ለኣና እውን ሃምኡ እዩ። ጹሙ ክሕግዘኩም እየ፣ ጸልዩ ክሕግዘኩም እየ፣ መጽውቱ ክሕግዘኩም እየ፣ ተፋቐሩ ክሕግዘኩም እየ፣ ከፋቕረኩም እየ ኢሉ ስለ ልሃበና ክርስትያን ንሰርሖ ስራሕ ኹሉ በለይና እግዚኣብሔር ሓገዝ ልስራሕ ስራሕ የለይ ስለዚ ልሕማቅ ስራሕ ሓግዘናይን ውለይ ኣይሕግዘናይ እውን ልፅቡቅ ስራሕ ግን ሓጋዚ እዩ ደጋፊ እዩ ምክንያቱ ናብ ፅርቂ ፍቃዱ ክንፀድቅ ስለዝኮነ ስለዚ ላብ ሰማይ ልወረደም ላብ ሰማይ ልኣረገ መን እዩ ኣይትበል እቲ ካብ ሰማይ ልኣረገ ላብ ሰማይ ለአረገክት ካብ ሰማይ ልወረደ ክርስቶስ እዩ። ልሞተ መን እየይ ትበል እቲ ካብ ሙታን ተክሉ ልትልዓለ ክርስቶስ እዩ። ቤዛ ዓለም ኮይኑ ለድሐነ መን እየይ ትበል ቤዛ ዓለም ኮይኑ ለድሕነ ክርስቶስ እዩ። መድሓኒት ክርስቶስ እዩ። ጎይታ ክርስቶስ እዩ። እሞ ጎይታና ኣምላክና ኢየሱስ ክርስቶስ መሃርናዮ ትምህርቲ ኣብ ኣእምሮና ይሕደረልና። ለሃበና ጸጋ ኩሉ ጽድቅ ሰሪሕና ልክንጸድቅ ይርደእና ናይ ስቅለቱ ናይ እርገቱ በረከት ረድኤት ይክፈለና ኣሜን።